ዋዕሊሉ ብዛዕባኡ ከም ትሪእዎ ገለ ቲክቶክ ኣይኮነን ሎም ናብ ቅርቢ ኣምላኽ ሰብ የፀልለ ኣይደለ እምበር ከምኡም ለባም የለን ትሑት እዩ ገለ ገለ ያ ትሑት እየ ብሓቂ ትሑት እየ ከምዚ ሪስፔክት ለና ሰብ ብጣዕሚ ኣኽባር ሰብ ኢሎምኒ ብጣዕሚ እዛ ኣታ ድብ- እዛ ፍቕሪ በፂሕካ ግን ሲ ኣብ እዛ ፍቕሪ ተባህልኪ እያ ሰላም ኣነ ኣይተባሂለ እየ ኣነሲ ሃኒ ሃኒ ኣነ ፍቕሪ ፍቕሪ ከመይ ድያ ጓለይ ሕጂ ፍቕሪ ጓል ኣንስተይቲ ከ ንዓኻ ትመስል ጓል ክትረክብ ቀሊል ኣይኮን ምሸለካ ከምዚ ንዓኻ ትርደኣካ ያው ኣሎ እንዲ ምሸለካ ከምዚ እንተ ኣነ ፍቅሪ ሂጂ ምስ ጓል ሰይቲ እንተ ሒዛ ሓንቲ ፍቅሪ ማለት ፍቅሪ ጥዑይ ፍቅሪ ኣነ ምስኣ ክውዕል ወላ ምስኣ ምሽ ከለ ከምዚ ሓሳካ ትካፍል ኬፍ ዘለዎ ምቾት ላይፍ ባሕሪ ከይትካ ወይን ከንዳሰትካ ያማን ገለ እንዳተፃወትካ እንዳሓንበስካ ገለ ማለት ከምዚ ምሸለኪ ግን ከምኡ የለና ኣባና ደቂ ኣነስ ከምዚ ምሸለኪ ተን ደቂ ኣንስትዮስ ከምኡ ድለን ከምዚ ክስታያን ከምዚ ዕፅዋት

ብውሽጢ ሓንቲ ሕጂ ድሓን ብውሽጢ ጉሩብ ንግበረላ ግንሲ ከምዚ ዝበለቶ ሕጂ ከምዚ ሕጂ እንዳዕለልካ ሕጂ ገለመለ ትድቅስ እንዳዕለልካ ወይ ከምዚ ፍቅርካ እንዳተዋሃሃብካ በቃ ትውስኖ ዶ ሓደ ወዲ ተባዕታይ ክስሕቦ ትኽእል ጓል ያ እምበር ወዲ ክስሕቦ ከገለስ ኣይክእልን ጓል ሕጂ እቲ ጓል ኣተኣዛዛ ሮማንቲክ ሕጂ ኾይኑ ሕጂ እንታይ ትገብሪ ምስ ምስ ሕጂ ሰበይተይ ሕጂ ምስ ሓዘይ ሰበይተይ ሕጂ ጡፍ በልልያ ኣተኣዛዛ ትጻወት ጡፍ በልልያ ኣፈይ

ብዙሕ ኣሎ ብዙሕ ሮማንቲክ ተረዲኻ እምበር እዚ ጡፍ ሕጂ ዝበለ የለን ኣተኣዛዛስ እንታይ ሕጂ እዩ ሕጂ እዋስ ድሃ በተኣዛዛ- በተኣዛዛስ ሕጂ ሴክስ ትገብር ወላ በተኣዛዛ ሕጂ ከመይ ዝበለት ሕጂ ሮማንቲክ ከም ሕጂ ከም ድላየ ዝገብር ደስ ዝበለኒ ሕጂ ተ- ኣተኣዛዛ ተስዕረ ከም ደስ ዝበለኒ ገብርለይ ትብላ ከም ደስ ዝበለኒ ንሳ ካን ተስዕራትካ ከም ደስ ዝበለለይ ትገብረለይ ከምዚ ምሸለ ኩሉ ማለት እዩ ሸለራ ኣታ ከሰምለይ ሮማንቲክ ጥረጥለይ ይብላ ድኸውን
ጡፍ በልለይ

እንታይ ክነግረኩም ሕጂ እንታይ ክነግረኩም ዶ ኣለኹ ወይ ከዓ ጣኒቆ ዝበሃል ኣሎ ሮማንቲክ ናይ ኢንግላንድ
ኖ ኖ ኣይኮነን ነ- ናይ ኬረ ሕጂ እ፣ ወድሲ ሮማንቲክ ክኾን ኣሎ ከምዚ ንስኻ ፍሰውረይ ጥረጥረ ኢሉ ይኮነሲ ኣብ ሳሎን ኮንካ ተረዲእኻኒ ኮንፈርትካ ጌርካ እታ ጓል ብጃማ ጌራ እቲ ወዲ ብጃማ ከምኡ ጌሩ ገለ ሓንሳብ ኣብ እንዳ ሳሎን ከይካ ፊልም ትርኢ ሮማንቲክ ፊልም ዲ ኾኒ ሕጂ ኩሉ መዓልቲ ከምኡ ትገብር ማለት ድዩ ኖኖ ኩሉ መዓልቲ ዘይኮነ ስሕት ኣብቲ ቀዳም ሰንበት ገለ ዕረፍቲ ክኾን ከሎ ንሱ ሻወር ከየካ ገለ ጌርካ ሮማንቲክ ልጅ ትፍኢካ ድም ላይት ጌርካ ገለ ሮማንቲክ ፊልም ትሪ ተረዲእኽኒ ምስኡ ደቂስካ ማለት እዩ ምስኡ ከፊል ክኹን ዋ ደቂስ ክኹን ሮማንቲክ ትሪ ካብኡ ድሓር ዘሎ ከዓ ፈረኸ ነተገላለፅካ ገለ ገለ ኡፍ ሕጂ ናብ ናት ነብረት ኣለና እስቲ እንዲና ከምኡ ድኣ ንገብር እንዲና እሞ ከምኡ ስገብሩ እንዲና ነታ ዋይ ከምኡ እኮ ኣብዚ ዘለኹ ኩሉ ክላ- ክገልፀሉ እንተረድኡን ንስኹም ከዓ ዋ ኣላ ካልእ መሲልና እምበር እዚ ድኣ እሞ እዚ ድኣ እሞ እዚ ንቡር እንዲ እዚ ድኣ እሞ ኖ ኖ ኣይኮነን ብዙሕ ኣሎ ዋ ኣዛ ያ እሺ ዋ ሕጂ እ፣ ሰብኣይ ሕጂ ንዓይ ሜቢ ኣፍቃሪ ብስራሕ ተምሲ ወይ ኣብ ዝኾነ ጸኒሑ ገለ ኣነ ኣብ ገዛ ተጸኒሐ ማለት እዩ እ፣ ስተን ችፕስ ኮኳ ገለ ኩሉ ቀራሪበ ገለ ፍርናሽ ኣንጺፈ እንዳ ሳሎን ኣለካ ግን ኣብ ፍርናሽ ኣንጺፍካ ገለ ድም ላይት ወሊዕካ ትጸንሓን ሰብኣይካ ተረዲኻኒ
ማራ ሮማንቲክ
ኣነስ ከምዚ ሮማንቲክ ባር ከምዚ ደስ ዝብለካ ዋላ ትዕላላ ኳ ደስ ዝብለካ ሮማንቲክ ዕላል ተንበል ሞሰም ኢልካ ናይ ቁም ነገር ወዲ ከም ኩን ኣሎ ሽዑ እቲ ወዲ ምፅእ ኢሉ ዋላ ሕጉስ ይብል ከም ኳን ዝፀንሓቶ ጓል ኣንስተይቲ ተመስገን

ምስተደረርኩም ደሎ ደሎ ላይፍ
ምስ በላዕካ ሰላሳ ብሎ እቲኣቶ ምስኪን እያታ ያ ናይ ሮማንቲክ ሮማንቲክ ዳዛ ቆልዓ እዩ ኬፍ ኣለዋ ከምኡ ያነ ከዓ ደስ ይብለኒ እዩ ሓቂ ዘራዩ ናይ ቁም ነገር እየ ኣነ ቁም ምንባር ላይፍ ያ እዩ ማለት በቃ ክምንባር ዝፈቱ ማለት ሲ ሓንቲ ሓንቲ ሰበይቲ እንተሃልያትካስ ምስኣስ ኩሉ ግዜ ምሸለከ
ፃዓዱ ስለምንታይ ድም ፀዓዱ ምስ ሓንቲ ጓል ጥራይ ዝስቁ ዝብሉ ካልእ ጓል ኮ ይገብርን እዩ ኤርትራዊ ጥራይ ኳ እዩ ሰበይቱ እንኮላቶ እዘን ኣታሓዛ ወሳኒ ኣታሓዛ ሕጂ ከምዚ ናትክ ኣታሓዛ ሰበይቲ ትሕዘካ እንተኮይናስ ኩሉ ግዜ ኢካ ትናፍቃ ዋላ ትስጋኣ ትናፍቆ ኣካላታ ትናፍቆ ትረዳን ግን ከምዚ ኢላ ሰበይቲ ኮረሞ ቲቶ ኮይና በእውነት ዘይትጨቃጨቅ ኮይና
ስኢላ
በቃ ጓል ሴትስ ነብሳ ተኣልቶ ኮይና ሰብኣይ ናብ ማንም ጓል ክጠምት ኣይክእል ናብ ማንም ልክዕ ብሓቂ ናይ ሓቂ እዚኣ እንዲ በቃ ነብሳ ጓል ሴት ተኣሊ ኣለዋ ተረዲእኽኒ ነብሳ ክትኣሊ ኣለዋ እና ከዓ ኩሉ ነገር ዝደልዮ ተጌራ ወዲ ናብ ማንም ጓል ክጠምት ኣይክእልን ብዘይካ ናብ ሰበይቱ ብምንታይ ተይልክንስ ኩሉ ነገር ረክ- ረኪባሉ እዩ ካባ ያ ካብ ኩሉ ከዓ ኣወዳት ደቂ ተባዕትዮ ዝደልዎ ነብሳ ትኣልብ ጓል ያ ነብስኺ ክትኣልለኪ ነብሳ ዘይተኣልብ ካብ ተኾይና ስራሕ ፀኒሑ ኣፍ ኣፉ ትመላለስዮ ተኮይንኪ ወይ ትጨቃጨቀዮ ተኮንኪ ግን ዋ እንታይ ንዓይ ገዲሽዎ ስምዕሉ ንዓይ እንደለኹ ዝለመዳ መስ- እመስለኒ ኣሎ ጋብ እስከ ግበሩ እሺ ያ እ፣ ኮ- እቲ ምንባር ማለት እኮ እዩ።
ናይ ቁም ያ ነገር እየ እዚ ውስሕትና ሕጂ ደቂ ኣሕዋትና ኣለዋ በቃ ተጓሩ ኣንፈቱና ጓል ታተሓዘ ክእላ ማለት እዩ ተጓሩ ተጋሩ ክኽእላ ተጋሩ ማለት እዩ ታተሓዘ ኣንቲ ተጋሩ ተጋሩ ለበማት እየን ኣተሓሳሰባ ይፈልጣ እየን ኣምሓሩ ትብሉ ተጋሩ ትብሉ ኖ ኖ ናይ እኮ ኣተሓዛ ኤርትራ ንኽእል ኢና ኣተሓዛ ከምዚ ወላ ኤርትራዊ
ምጥር ትግራይ እንታይ እንታይ ጓል ትግራይ እንተጥቕሚ ኤርትራዊ ትግራይ ትግራይ ዘብሎ ትግራይ ዘኮነስ ትፍቅሮ ማለት ትፍቅሮ ስፍቅሮ
እንተዲ ልኪ ዘረባ ጠፊዎስ እንታይ እንቲ ልኪ ሸዲተይ ዓ
ባይ ዘሩ
ፍቅሪ ኣለዎን ማለት ዋላ እቲ ወዲ ሪማንት ክኾነ ኣለዎ ግን ከዓ ሞር ከዓ ተጓል ሰይቲ ንወዲ ክሳይ ክትገብሮ ትኽእል ተላሳልሶ ትኽእል እስኻ ጊፍትታት ገለ ማለሲ ፊዮርታት እሞ ጊፍቲ ካብ ፀልክ ተኮይኑ እኮ ንስኺ ከምኡ ክትገብሪ ትኽእል ፍቅሪ ንስኺ ጨቅጫቃ ተኮይንኪ ነብስኽሪ ተኣል ተኮይንኪ ገለ ገለ ግን

ኣለኒ ለንቅነ እንደ ኣፋ ገፊሑ እኮ ኢለክ ጋር ኪሮሳይ ነገር ፈለጥ ቅነ ተከስኪ ሰብኣይ ሒዛ ኣላ ፍሉጢ
ማን ኣፍቃር ለኒ ኣፍቃር ለኒ ግን ሲ ከምኡ ክንኮነ ናይ ደቂ ኣንስትዮ ኣሕዋትና ያ ያ ከምኡ ጌርክ መራ ትከናኸነ እዩ
ክካ ንዓይ ካሒሸኒ እዩ እኮ ስለ ደፍቅሮ እዩ እኮ ክካ ንኸውን ትኽእል እቲ ላይፍሲ ንዓይ ንዕኡን እዩ ንዓይ- ንዕኡ ጥራይ ኣይኮረን እቲ ምንባር ማለትስ ንክልቴኹም ማራ ስማርት ጓል ምንባርስ ንክልቴና እዩ ሶ ኣተሓዛ ክትክእል ኣለካ ብፍላይ ደቂ ኣንስትዮ ኣሕዋትናስ ንሕና ሲ እም፣ እንተድልናስ ካልእ ነገር ንገብር ንሕና ኢኻ ነወዳት ክነስድዖ ንኽእል ኣወዳት ሲ ኣብ ቀረባ እዩ ያ ብመልሓስክን ክትእምናና ትኽእላ መልሓስክን ትቐትላና ትኽእላ ወይ ኣነስ መልሓስ የብለይን ናይ ኤርትራ ድሮን ወቂዓ እንታይ ማለት እዩ ንመን ሃሪማታ እንድዒ ድሮን እንታይ ማለት እዩ ድሮን ዳ ከምዚ ድሮን ዘን ቦም ዝብላ ትኮሰ
ወይ እንዳ ድወቅዑ እቲ ኩናት
እቲ ኩናትስ ነይበልዎ ኩላ ሰብካ ስድራ ኣምፀያ ጓል ንሕና ስድራና የምፀና ኢና ረስሓት ዓለም ዚኣ ኣናዮም ደለና ክንሪኦም ባዕ ያማ መልሓስኩም ከርቢሽን ኣሉ ስቕበሉ ያማ እዚኦም ምስ ስድሮኦም እንዳደቀሱ እኳ ምስ ስድሮኦም እንዳነበሩ ጭንቀት ገረብና ዘሎ ብዛ ዓለም እዚ እዛ ረስሓ
ንዕና እወ ኣነስ ደሓን ግን ኣነ እንካብ ሰለሓይ ነ ትመልሓሰ ይፍስ መንፈስ ቅዱስ ስሚ ኸ- ስሚ ስሚ ከቲ ስምስ ንኣ ስሚ ትገብር ጓል ተፍቅረካ ጓል ስሚ ከመይ ገራ ክትገብረካ
ገብረ ስም የለዋን ቲክቶክ ደፍ ደቕኑ ኦን ቲክቶከር ክነግረኩም ዶ ካብ ኣምሓሩ ደቕኑ ኦን በቃ ፍቕሮም ጃንና ኣዶናይ

ኣጻውትና ኣባ እንተለኹ ኣነ ደሓን እኮ ደሓን ደሓን እየ ሰላም ያው ወትራ እንዳያው ዘሎ እዩ ክስታይ እዩ ዕለት ሓደ ክብገስ እየ

ግብፂ በፂሑ ድመፀ ኤርትራ በፂሑ ኤርትራ በፂሑ ድበለ ኣዲስ ኣይኮረ እንዲመፅዩ ኣዲስ ኣይኮረ እንዲመፅዩ ኣይዶን ኖ ፈለማ ግን ግብፂ እዩ ከይዱ ኤርትራ ሲያትውን
ኣዲስ ተዝመፅራ ምስ ረኸብና ነርና ና ካብ ኣዲስ እዩ ተመሊሱ ካብ ካብ ክሳይ እዩ ተመሊሱ ካብ ኢጅፕት ኣነስ እንታይ ደሎ ከ ናብቲ ዓዲ ዓረብ ከይድ እንትባለ ኣብቲ ኢትዮጵያን ዝገብካ ወቕሪ። ፀለብቲ ዶ- ስድራ ይምፅ- አ፣ ስድራ ይምፅዎም እኮ፣ ስድራ ይምፅዎም መስለኒ ስድራይ ንፎ ዓብዛ ስድራይ ላይ ክበይ ክበይ ክብ ዛበለን ስድሮ ምፂር እዩ ናይ ብሓቂ ድዩ ማራ ሰሊ ዘለዎ ቲክቶክ
እንጋ ባ እንታይ ካብ ቲክቶክ ከምፆም ስድሮ ዳይ ሰሪሑ ምራምፅም እንታይ ቲክቶክ ዳ እንታይ ዓይነት ኮይኑ ኖኖኖኖ ኣይኮነን ኣሎ ቅድሚ ሕጂ ኣነ ጌም ፃወት ነይረ እንዲ ሓደ በሳሲ ዕስራን ገለ ዕስራን ሸውዓተን ሽሕ ኣውፅኤ ነይረ ብናቱ ሸውዓተ ሽሕ

በላ ተባዕታይ እምበር ሚእቲ ቅርሺ ዳ ወርሒ እንታይ እሞ ሌሊ ኮይኑ እዩ የብለይን እኮ ኣቑሑት ዓራት ኣላትኒ ሳሎን በቃ ያ ስደቴና ንክሞ እንታይ ዳሞ ክታይልክዮ ክትገዝእዮ ዘይመፃኢቲ ክናብ ስደት ካብ ስደት ናብ ስደት ስለዝኾነ ገዛ ንብራ ህይወትና እኮ ሰባ ክሳግም እኳ ኢና ንሕና ኤርትራ ኣነ ፕሮሰስ ደይብለይ ሰባ ክሳግም እኳ ኢና እንታይ ሰብኣይ ክንታዋይ ድዩ ሰብኣይ ክበይ ዘሎ ኣብኡ ዘሎ እዋ ኣብዚ እንዲ ዘሎ ሰብኣይ
ኤረትራዊ የረባ ደይ ትሕዚ ኤረትራዊ ድዩ ወላ ኣምሓራይ ኣምሓራይ ክገብሪ ነይሮ ንዚ ኣማይተ ዘየፍቀርኩ ነይሮ ጶስካ ሕጂ ኣሃ ናይ ትወዲ ኣምሓራይ ድዩ ኣምሓራይ ድዩ ኤረትራዊ ዎ ኤርትራዊ እዩ ማዓሪ ኣሃ
ያ ኤረትራዊ እንተኮይኑ ዶ ከምፀኪ ወይ ከዓ ብሓንሳብ ትመፁ እንታይ ግን ብኩሉ ስደት ሊብያ ኣነ ደልኒ
ኣውዲ ሕሸኪ ኣነ ደለኒ ኣብዛ ዘለኹ ኣይሕሸኒ ያ ተመስገን ኣብኡ ስራሕ ኣሎ ድዩ ትሰርሑ ዶ እውሽ ብጣዕሚ ብፍላይ ንጓል ኣንስተይቲ ዕድል ኣለዎ ዝዓዲ እቶም ዋው ደሞ ደኣ ክመጻና ሲ
ናይ ቁም ነገር እየ ብጣዕሚ ዕድል ኣለዋ ጓል ኣንስተይቲ ብዚ ሰሪሓስ ክትልወጥ ትኽእል እያ ዋው ተባዕታይ እህ። ኣታ ንዕባ ጌም ኣፃወትና ንስኹም ተመስቢ ጌም ዘይተፃወትናታ

ግን ብምንታይ እን ከመይ ገረኒ ጸፋካ ሰብ እኮ ጸፋካ ትፈልጥ እዮም ምዶ የመን እንታይ ጌርክ ደ ኮል ሓንቲ ነገር ኣይራኹልክን ኣነ ናይ ማልተይ ዝሕማቅ ነገር ሳ ኣይራኹልክን ክንደይ ድካ ትኸፍል ገዛ ክራይ ገዛ ክራይ ዝበሃል ኣይከፍልና ኣነ ሰበኽ ሳግም ናይ ሰብ ኣይ ዶንት ኬር ሰብ ድበለ በልከ ሰበኽ ሳግም ገዛ ክራይ እንታይ ገዛ ክራይ ተጓዓዝ ኣነ ገዛ ክራይ ገዛ ገዛ የብለይን ኣነ ኣና ሰባ ክሳብ ዩመይ ተደለ ሆቴል ድቅስ ተደለ ተባራይ ሰብ ናይ ገዛ ክራይ ደም ብከፍሉለይ ቀለበይ ደም ብገብሩለይ
ኣትገደስ
ሰብን ሰብን ጫማ ሓደ እዮም ሰብን ጤዝን ንድሕሪት ኣነ ዝፈልጣ ሰብን ጫማ ንድሕሪት ሰብን ጫማ ንድሕሪት ጫማ መዓኮርኩ መዓኮር ክኽርኢ ገለገለ መዓኮር ከመሓንሽ ጫማ ክዳ እንታይ ጫማ ወታ ይኽእል ሸለኻ ቤድ ዓለው